ምስ ዶክተር ዝተኣሳሰር ኣነቓቓሒ ዛንታ ወይ ድማ ሞቲቨሽናል ስቶሪ ካብ ዘንበብካዮ ኣዕልለና ወይ ድማ ካብ ዘጋጠመካ።
ካብ ዘንበብናዮ እኳ ብዙሕ እንድዩ ዘሎ ግን ካብ ዘጋጠመኒ ንእሽተይ ከዕልለኩም ሓደ ግዜ። ሳልሳይ ዓመት ውግእ ኣቢልና ናብ ራብዓይ ዓመት ክንብገስ ከሎና ናብ ሕሙም ንቐርበሉ ዓመት እዩ። እቲ ተግባራዊ ዝኾነ ወይ እቲ ንሕና ብ እንታይ ቲዮሪ ክንመሃረሉ ዝነበርና ኣብ ተግባር ዝቕየረሉ እዩ። ስለዚ ሕሙማት ክንረክብ ላዕልን ታሕትን ኢና ንብል ዋላ ገረብ ከይተረፈ ኢና ክንፍትሽ ንደሊ። ጻዕዳ ጋውን ትበሃል እዚኣ ሲዮስኮብ ኣብዚ መስምዒ ዘላ እሳ ትወሃብ። ምስ ተወሃብካ ሽዑ ንዓ ተሰኪምካዮ ሆስፒታል ምሉእ ኮለል ኢኻ ትብል። በቃ ሙሉእ ለይቲ ምስኦም ትሓድር ክሳብ ትላማመድ ከምኡ እዩ ሕጂ ሓደ ግዜ ብጉሩብ ኢና ንኸይድ እቲ ሓደ ጉሩብ ናይ መጥባሕቲ ክመሃር ከሎ እቲ ሓደ ናይ ውሽጣዊ ሕማማት እቲ ሓደ ናይ ማህጸን በብጉሩብ ኢና ንመቓቐል እታ ክላስ ደሓር ካብታ ጉሩብና ኣብ ጉሩብና ድሌት ኔሩ ንሕሙም ክንሕግዝ ምኽንያቱ ሓደሽ ሓካይም እዩ ገለ ሓደ መዓልቲ ሓንቲ ሕምምቲ ትጸንሓና ኣብ ወረታ ማለት እዩ ክንፍትሻ በብሓንቲ ኣክንዲ ንፍትሻ በታ መፈተሽት ኩላህና ሽዱሽተ ሰባት ኣብ ሕቑያ ጌርናላ ማለት እዩ ሽዱሽተ ምስ ገበርናላ ሕጂ ሓንቲ ከማኽን እያ ንእሽተይ ፈሪሃስ ናብዚ እልይ ኢላ ማለት እዩ ካባና ካብቶም ሽዱሽተ ሻውዐይቲ ማለት እዩ ዋይ ዞጋለይ ንዕ በል እስኺ ካኣ በዚ ገለ ኢላታ ማለት ሕጂ እዚኣ ሽዑ እዩ ዝተረዳኣና ሕጂ ከም ዛንታ ክንዝክራ ከለና ግን ምዚ ሕጂ ዘለናዮ ተመክሮ ከመይ ኢልና ከምኡ ጌርና ንሕና ዲና ከምኡ ጌርና ብጣዕሚ እዩ ዝገርመካ ማለት እዩ ስለዚ እዚታት የጋጥም እዩ ካልእ ብኣንጻሩ ከዓ ዘጋጥመካ ነገራት ኣሎ ሓንሳብ ሓንሳብ ከምዚ ክትሕግዝ ኢልካ ጌጋታት ትፍጽም፣ ክትሕግዝ ኢልካ ካልእ ተሃዊካ ነገራት ዝግበር ኣሎ፣ ብኣንጻሩ ከኣ ዘጋጥም ነገራት መዓት እዩ፣ ግን እዚ ብዙሕ ዘጋጥም ኣይኮነን፣ እዚታት ኣሎ ማለት እዩ።
ሕራይ ዶክተር ሕጂ ከኣ ካባኩም ክሓትት እደሊ ዕድል ክበኩም። ሕራይ ዴቪድ።
ኣረ መጀመርያ መጀመርያ ምስጋናይ ናብ ክልተ ኣካላት እዩ ዝኸይድ መጀመርያ ናብ ፊዮና ብፍላይ ድማ ሜሪ ካብቶም ኣለው ዝበሃሉን ኣብነታውያን ዶኳትር ብምዕዳምኩም ብጣዕሚ ኢና ነመስግን ሽዑ ከኣ ዶክተር ጸገዝኣብ ከይመስገንኩኻ ክሓልፍ ኣይምደለኹን ማለት እዩ ብቐጥታ ናብ ሕቶይ ክኸይድ ኣብ ትምህርቲ ብ ዝነበርካሉ ግዜ ኣብ ኮሌጅ ወይ እውን ኣብ ሳዋ ማለት እዩ ምስ ብዙሓት ካብ ብዙሓት ዞባታት ከተማታት ዝመጹ ተማሃሮ ኢኻ ትራኸብ ኔርካ እዚ ከመይ ተቐቢልካዮ ወይ እውን ካብዚ ዘጋጠመትካ ዕላላት ክትነግረና ምፈተኹ ኔረ ካብዚ ኣስዕብ ኣቢለ ከኣ ብዙሕ ግዜ ኣብ ሙቪስ ወይ ኣውን ኣብ ዕላላት እንሰምዖ ሓደ ሰብ ዶክተር ንክኸውን ዝድርኾ ሓደ ነገር ኣሎ ንኣብነት ኣዲኡ ወይ እውን ኣቡኡ ብዘይተፈልጠ ሕማም ሞት እሞ ምሻለቃ ዝስሕበካ ስቶርስ ኣሎ ብድሕሪት ሕጅስ እዚ ንዓኻ ዶክተር ንክትኸውን ዝደረኸካ እዚ ኩሉ ሽግራት ከምዘሎ እንዳፈለጥካ ማለት እዩ ዶክተር ኣብ ምዃን እቲ ሩቲን ብርቱዕ ምዃኑ፣ እቲ ትምህርቲ ነዊሕ ምዃኑ እንዳፈለጥካስ ስለምንታይ ወይ ውን እንታይ እዩ ናብኡ ዝሰሓበካ?
ጽቡቕ መጀመርያ ዓሰርተ ክልተ ዓሰርተ ሓደ ወዲእና ምስ ኣዋክ ከነምርሕ ከለና ኣብ ክልተ ሽሕን ሰለስተን ዓሰርተ ሸውዓተ ዙርያ ማለት እዩ ካብ ኣብ ኤርትራ ዝነበረ ትምህርቲ ዳይረክትሊ ምስ ኣዋክ ዝጀመርና ቀዳሞት ናይ ኤርትራ ተማሃሮ ኢና ማለት እዩ። ኣብዚ እዋንዚ ተመክሮ ናይ ሳዋ ካብቲ ናይ ቀዳይ ዙርያ ዝነበርዎ ኣዝዩ ተማሓይሹ ነይሩ። ኣብ ተለቪዥናት ብዙሕ ንሪኦ ስለ ዝነበርና ብዙሕ እኮ ዘርዕድ ነገር እንተ ዘይነበሮ ግን ማትሪክ ከይገበርካ ናብ ሓደ ቦታ ክንከይድ ከሎና ጸላዕላዕ ኢልና እዩ መጀመርያ ሓቂ ዘረባ ብድሕሪኡ ግን ከምቲ ዝበልካዮ ካብ ዞባታት ምሉእ ካብ ትሽዓቲኣን ብሄራት ኣለው ዝበሃሉ ናይ ዩኒት ተምሃሮ ምስ ረኸብና ናህና ደረጃ ፈሊጥና። መጀመርያ ኣብ ሃይስኩል ትምሃረሉ ዝነበርካ ቤት ትምህርቲ ደቂ ከባቢኻን ደቂ ክላስካን ጥራሕ ኢኻ ትፈልጥ ኣብኡ ግን ናይቲ ሃገር ምሉእ ስለዚ ኣብ ናህና እንታይ ኔሩ ሹቲንግ ኮሽንስ ንብሎ ኔሩ እዩ ከምዚ ዝትኮስ ሕቶታት ካብ በጦሎኒን ኣብ ሓደ ሃንገር ዝኸይድ ካብ ሓደ ክፍሊ ናብ ካልእ ክፍሊ ዝኸይድ እዚ ቺቲንግ ኮሽንስ እዚ ሰሙን ሙሉእ እዩ ዝጅርር ማለት እዩ ዝዛወር ስለምንታይ እዩ ክሳብ ንፉዓት ተምሃሮ ዝሰርሕዎ ስለዚ ሓደ ሰብ እንድሕር ሰሪሕዎ ንሓደ ሕቶ ኣብ ከምዚ ዓይነት በጦሎኒ ከምዚ ዓይነት ሰብ ሰሪሕዎ ተባሂሉ እቲ ሰብ ንሪኦ ንኸዶ ዓቕምታት ናቱ ካብኡ ትፍትሽ ስለዚ ደረጃኻ ትፈልጥ ማለት ስለዚ ደረጃና ስለ ዘፈተሸትና ሳዋ ኣነ ካብቶም ደረጃ ደረጃኦም ዝፈተኑ ሓደ ካብኦም እየ ማለት እዩ ስለዚ ኣብ ሃይስኩል ከለኹ ዋላ ኣብቲ ናይ ቶፕ ስሪ ደኣ ውጻእ እምበር እቲ ዓቕምኻስ ናይ ብሓቂ ኣብ ቶፕ ትዌንቲ ከም ዘለኻ ወይ ቶፕ ሰርቲ ከም ዘለኻ ትፈልጥ ማለት እዩ። ስለዚ ካብኡ ከ እቲ ተሪፍካ ዘሎ ፍጥነት ክትውስኽ ደሪኻትኒ ማለት እዩ። ስለዚ ኣብ ሳዋ ኣዝየ ከይደ ማለት እዩ። ካብ ሃይስኩል ዝነበርኩዎ ኣብ ሳዋ እየ ኣነ ዝያዳ ተወንጭፈ ማለት እዩ። ስለዚ ካብቶም ኣብቲ ግዜ እቲ ልዕሊ ሰለስተ ዘምጽኡ እየ ከኣ ማለት እዩ። ሰለስተ ሸሞንተ ኣምጺኤ መጺኤ ናብዚ። ካብቶም ኣብ ካልእ ዞባታት ዝነብሩ ዝነበሩኻ ኣዕሩኽትካ ወይ እውን መቓርብትኻ ገለ ነይሮም ዶ? እወ ነይሮም እንድዮም። ስለዚ እቶም መብዛሕትኦም ዘምጻና ኣስመራ ዝመሃሩ ዝነበሩ እዮም። ካብቶም ኣብ ዞባታት ዝነበርና ሒደት እዮም። ኣብ ደቡብ መንደፈራ ነይሮም ኣዕሩኽተይ ሕጂ ኣብ ኣስመራ ነይሮም ኣዕሩኽተይ ካብ እንዳ ኣማኑኤል ዝመሃሩ ዝነበሩ። ኣነ ካብ ማይነፍሒ መጺኣ። ካብታ ማይነፍሒ ዝመጻኹላ ግን ጥቃይ ዘምጸት እታ ጓል እታ ትወዳደር ዝነበረት ማለት እዩ ስለዚ እዚዩ እቲ ካልእ ስለምንታይ ኢኻ ዶክተር ክትከውን ደሪካ ዝብል ሕቶ ግን እቲ ቀዳማይ ነገር ኣነ ገሪሙኒ እቲ ሕቶ ከመይ ኢልካ ብዙሕ ኣብ ስድራ ቤትና ሞት ኣጋጢሙ እዩ እቲ ሓንቲ ናይ ኣደያ ሽዑ ሻብዓይ ክፍሊ ከለኹ ብዙሕ ላዕልን ታሕትን ኢልና ኣብ ሕክምና እቲ ሕማም ሕጂ ክዝክሮ ከለኹ ማን ኣዝዩ ክቀትል ዘይግብኦ ሕማም እዮ ቀቲልዋ ሕጂ ካብኡ ተበጊሰ ኣነ እቲ ናይ ዶክተረይት መንፈሰይ ኣብ ርእሰይ ኣትዩ ስለምንታይ ዶክተር ኮይነ ዘይኮንኩስ ግን ዶክተረይት ክትከውን ሰባት ክትሕግዝ ዝብል መንፈስ ሽዑ መጺኒ ማለት እዩ ስለዚ ኣብ ክልተ ሽሕን ሓሙሽተን ካብ ኩሎም ርእየዮም ማሪን ኢንጂነሪን ሲቪል ኢንጂነሪን ኩሎም ምስ ረኣኽዎም ናይ ሕክምና መንፈስ ዝያዳ ስዒሩ ማለት እዩ ስለዚ ኦርጋን ቴስት ዝበሃል ነይሩ ብደረጃ ኮለጅ ዝስራሕ ማለት እዩ ልዕሊ ሰለስተ ሚእቲ ሕቶታት እዩ እዚ ራንደማይዝ ዝኸውን ኣብ ኮምፒውተር ብኮምፒውተር እዩ ዝምለስ ድሓር ምስ መለስናዮ እታ ናይ ሄልዝ ትብል ናተይ ተስዓን ኣርባዕተን ነይሩ ማለት ካልእ ኩለን ሰማንያን ገለን ኮይኑ ማለት እዩ ስለዚ እቲ ድሌተይ ሲ ኣብኡ ነይሩ ማለት እዚ ፅቡቅ ዓይነት ፈተና እዩ ኣብ ዝኾነ ኮሌጅ ክትግበር ዝግብኦ እየ ዝብል ኣነ ምክንያቱ እቲ እስኻ ከይፈለጥካዮ ዚምባሌኻ ኣብ ትሕቶታት ክትረኽቦ ትኽእል እያ ምክንያቱ ትሕቶታት ናትካ ዝምባለ ንዝፍትሽ እዩ እቲ ኦርጋን ተስት ዝበሃል ሕጂ ተሪፉ እዩ ይምስለኒ እንተዘይተጋግየ እሱ ግን ክቅጽል ኣለዎ በሃላይ ምክንያቱ ናተይ ትስዓ ኣርባዕተ ምስ መጸት ወላ ሓንቲ ብዘይ ተጋእ መጋእ ኣብ ሜድስን መሪጸ ማለት እዩ ብዙሓት ሰባት እውን ከምኡ ምስ ተፈተኑ ኣብ ካልእ ዝሓስብዎ ዝነበሩ ንኣብነት ሲቪል ኢንጂነሪን ዝሓስቡ ዝነበሩ ማሪን ኢንጂነሪን ኣግሪካልቸራል ኢንጂነሪን ዝመረጹ ነይሮም በቲ ናታቶም ነጥቢ ሪኦም ማለት እዩ ስለዚ እዚ ነገራት እዚ ሓጊዝኒ ኣብዚ ከምዚ ኮይነ ማለት እዩ ድሓር ምስ ኣተኽዎ ግን ሕክምና ብጣዕሚ ፈትየዮ ከምዚ ዝበልኩኹም ከዓ ንሕና ምስ ዓዃይ ስድራ ቤት ንድሕር ዓቢኻ ኣብ ዝኾነ ፀገማት ንኽትብድህ ፅቡቕ ይሕግዘካ እዩ ዛትስ ዋይ ከዓ ንእሸይ ፔን ሲ ኣገዳሲት እያ ኣብ ሂወት ዝበልኩ ማለት እዩ ጽቡቅ ኣለኻ ዶክተር ግለ ከምዚ ሓድሽ ነገማሲ ኣብ ሆስፒታል ወላ ከይድካስ ኣዝማድካ ኹን ወላ ካልእ ኣብ ሆስፒታል ከለኻ ዝሞተ ርኢኻሲ ኦይ ኣነ ዶክተር ተዝኾን ከምዚ ክገብርየ ዶክተር ምስ ኮንኩስ ከምዚ ክገብርየ ኢኻ ትብል እሞኒ እዚኣም ነጊርካኒ ኢኻ ሕጂ ክሓተካ ደልየ ዘለኹ ሕቶ ከኣኒ ገለ ገለ ቆልዑሲ ከምዚ ብሸለልትነቶምስ ኣብ ከቢድ ናይ ጥዕና ጸገም ይወድቁ ንኣብነት ናይ ድሕን ወይ ድማ ሴፍቲ ዘይ ምግባር ኣብ ስካላ ናይ ስካላ ክስታይካ ምትሓዝ ከኣኒ ሸተት ምባል ገለ እስከ ኣብ ከምዚ ዓይነት ጸገም ዝኣትዉ ቆልዑ እንታይ ምኽሪ ክትህብ ትደሊ? ጽቡቕ።
መጀመርያ መጀመርያ ቆልዑት ከይጋገዩ ዓበይቲ ኣብ ቅድሚ ቆልዑት ዝኾነ ነገር ክገብሩ የብሎምን በሃላይ እየ። ምኽንያቱ ሓደ ግዜ ኣብ እንዳ ቆልዑት ተምሃራይ ሻድሻይ ዓመት ከለኹ ዘጋጠመ እንታይ ነይሩ ሓደ ቆልዓ ካብ ናይ ኣቡኡ ኣርቂ ኣብ ገዛ ይሰቲ ስለ ዝነበረ ካብቲ ኣረቂ ወዲ ሓሙሽተ ዓመት እዩ ክልተ ቢኬሪ ሰትዩ ክልተ ቢኬሪ ምስ ሰተየ ኣብ ሃለፍቲ ኣትዩ ኣንኮንሽስ ኮይኑ ማለት እዩ ናብ ኢመርጀንሲ መፂና ድሓር እንታይ ኮይኑ ምስ በልናያ እዚኣ ኣረቂ ደፊኣ ፀኒሓትኒ እንከላይ ከዓ ኣረቂ ጨኒን ገዛ ኢላትና ምስ ረኣናዮ ታሽሙ ጌርና ማለት እዩ እንተኾነ ግን ኣብ ውሽጢ ሓደ ሰዓት ቀልጢፋ ስለ ዘምፃትና ብፍንጩ ስሒብና ኣውፂናሉ ማለት እዩ ካብ ከስዕዩስ ቀልጢፍና ኣውጺእናሉ። እቲ ደሓር በቲ ናይ ሕክምናዊ ሓገዝ ገይሩ እቲ ቆልዓ ኣብ ደሓን ኩነታት ኮይኑ ማለት እዩ። ብሓፈሻ ግን ንቆልዑት ከቃልዕሉ ዝኽእሉ ብሰንኪ ሸለልትነትን ሸለልትነት ስድርኦምን ማለት እዩ እቲ ቀዳማይ ቃጸሎ እዩ። ስለዚ ተቓጺሎም መጹኻ ከምዚ ዝበልናዮ መርዚ ሰትዮም መጹኻ ካብ ብሽግለታ ሽግለታ ሕጂ ወርትግ ሕጂ ንሪኦ ብጽርግያና ሕጂ ዋላ እውን ኣብ ሕክምና ዘጋጥም ክልተ ሰለስተ ቆልዑት ተጓራቢቶም ትገዝኣሎም እሞ ኣክንዲ በቲ ኣላይነት ናይቲ ወላዲ ዝጻወቱ ወይ ዝላመዱ ነቲ በኹሪ ቆልዓ ድዩ ወይ ነቲ ደሓን ዝኾነ ቆልዓ ሂብካ ትሰዶም ኣብ ጽርግያ ክንደይ ሓደጋታት ዘጓንፎም ኣለዉ ማለት ስለዚ ሓደ ካብቲ ተርእዮታት ናይ ኣብ ሓደጋ ከውድቕ ዝኽእል እዚ ለካ ካልእ እውን ከምዚ ሕጂ ንሪኦ ኣብ ፀቕጥት ናይ መዘና ዘሎ ብዙሕ ነገራት ትርኢኻ ስለዚ እዚ ኣብ ጥዕና ሽጋራ ምትካኽ ኣሎ መስተ ኣሎ ስለዚ እዚ እውን ንባዕሉ ካብቲ ናይ ሸለልትነት ዘምፆ ስለዝኾነ ኣብ ዘይተደለየ ጥዕናዊ እንታይ ሽሙ የምፅ ማለት እዩ ዘይተደለየ ክሳብ ጋስትራይት ዝሓመሙ ወጽ ሓይል ስጋብ ደም ዘምልሱ ማለት እዩ ስለዚ እዚ ሸለልትነት እዚ ሓደ ቀዳይ ነገር ኣነ ዝብል እንታይ ሓደ ዕውት ክኸውን ዝደሊ ሰብሲ እንታይ ክብል ነይርዎ እታ ናይ ዓንተወይ ክንምለስ እታ ድሌት ብዝኾነ መልክዕ ክፈርስ የብሉን እዚ ጓል መገዲ መጺኡ እንድሕር ደኣ ውሕጅ ዝወስደካ ኮይኑ እቲ ዓንተወይ ዝተዘራረብናሉ ኩሉ ክፈርስ እዩ ማለት እዩ ስለዚ እዚ ነገራት እዚ ኣሎ ማለት እዩ
ኣረ ዶክተር እዚኣ ውን ንወለዲ ዓባይ ምኽሪ እያ ኣብ ጥቃ ደቆም ኮይኖም መስተ ንከይሰትዩ ከምኡ ውን ሰኺሮም ንከይኣትዉ ምኽንያቱ ከም ጽቡቅ ነገር ንኣሽቱ ቆልዑ ስውሓን ስለ ዘይፈልጡ ሲ ከምዚ ኖርማል ነገር ኮይኑ ስለ ዝስምዖም ወለዲ እዚኣ ውን ዓባይ ምኽሪ እያ የቀኔልና ከኣ ዶክተር